ብሓንቲ ዓረር 20 ሚልዮን ሰባት ሃሊቖም። 28 ሰነ 1914 ወራሲ ዙፋን ኣውስትሪያ ሃንጋሪ ዝነበረ ፍራንዝ ፈርዲናንድ ሰበይቱ ሶፊን ናብ ሰሪያቮ ምብጻሕ ኣብ ዝገብርሉ እዋን በቲ ሕሩር ብሔራዊ ስምዒት ዝነበሮ ቦሲናዊ ሰርቢያዊ ጋብሪሎ ፕሪንሲፕ ብዝተተኮሰ ጠያይቲ ተቐቲሎም። ጋብሪሎ ፕሪንሲፕ እቲ እዋን ገና ወዲ 19 ዓመት ተማሃራይ እዩ ዝነበረ። ድሕርዚ ኣውስትሪያ ሃንጋሪ ንቕትለት ወራሲ ዙፋን ፈርዲናንድ ኣብ ክንዲ ብልዝብ ንሓዊ ብሓዊ ክትምልስ እያ ተሓንያ። ከም ውፅኢቱ ኸዓ ኣውስትሪያ ሃንጋሪ ንሰርቢያ ዓሰርተ ነጥብታት ዝሓዘ ቀይሕ መስመር ብዝብል ማዕቐብ ገይራትላ። ይኹን እምበር እቶም እገዳታት ንምትግባሮም ከበድቲ ስለ ዝነበሩ ሰርቢያ ክትጥሕሶም ስለ ዝጀመረት ኣውስትሪያ ሃንጋሪ ኣብ ልዕሊ ሰርቢያ ቅሉዕ ወራር ኣካይዳ ቅትለት ልኡል ፈርዲናንድ ዋላ ደኣ ወላዒት ክርቢት ትኹን እምበር ብመሰረቱ ኣቐዲምካ ዝተተለመ ምንባሩ ብዙሓት ይገልጹ እዮም። ቅድሚ ዓሰርተታት ዓማውቲ ንዝነበረ ውዕልን ምሕዝነትን ዝጸሉ ተኳሳሒ ውሳነ ስለ ዝነበረ ሰሙናት ኣብ ዘይወስድ ግዜ ሓያላት ሃገራት ብድሕሪት ኮይነን ካብ ምድጋፍ ንላዕሊ ብምሉእ ዓቕመን ክሳተፋ ተገዲደን። ኣብ ትሕቲ መግዛእተን ዝነበረ ሃገራት እውን ክሳተፋ ግድን ነይሩ። ቀዳማይ ኲናት ዓለም ኣብ መንጎ ሃገራት ኣውሮፓ ካብ 1914 ክሳብ 1918 ንኣርባዕተ ዓመታት ዝተኻየደ ኲናት እዩ። ኣብቲ ዘመን ዝነበራ ሓያላት ሃገራት ኣብ ክልተ ተጻራሪ ጉጅለ ተኸፊለን ዝገበረኦ ምትሕንናቕ ዓለም ሪኣቶ ዘይትፈልጥ ኣዕናዊ ኲናት ነይሩ። ክሳብ 70 ሚልዮን ወታደራት ተሰሊፈን ከባቢ 20 ሚልዮን ሰባት ዝሃለቕሉ ዘስካሕኽሕ ኲናት ነይሩ። እቲ ኲናት ሰራዊት ኣውስትሪያ ሃንጋሪ ሰርቢያ ምስ ወረረ መሻርኽታ ጀርመን ንሩስያ ንፈረንሳይን ሉክዘምበርግን ወሪራ። ሩስያ ድማ ኣንጻር እዞም ሓይልታት ተሰሊፋ ናብቲ ውግእ ኣትያ። እንግሊዝ ድማ ንፈረንሳይ ብምሕጋዝ ኣብ ልዕሊ ጀርመንን መሻርኽታን ቅሉዕ ወራር ኣዊጃ። ሃጸያዊት ኦቶማን ድማ ንኦስትሪያ ሃንጋርን ጀርመንን ንምሕጋዝ ብቐጥታ ናብቲ ኲናት ተሓዊሳ። እቲ ደማዊ ኲናት ግና ዓመት ከይገበረ ጣልያንን ቡልጋርያን ተኸታቲለን ተሓዊሰን። ሩስያ ንሰለስተ ዓመታት ምስ ተዋግአት ብ1917 ኣብቲ ሃገር ብዘጋጠመ ናይ ለውጢ ምንቅስቓስ ካብቲ ኲናት ወፂያ ኣሜሪካ ድማ ተተካኢት ሓይሊ ኮይና ኣትያ እቲ ኲናት ዋላ ደኣ ወላዓ ክርቢት ሓደ ሰብ ይኹን እምበር ሃገራት ዓለም ሓይልታት ምሕዝነትን ሓይልታት ማእኸልን ብዝብል ክልተ ዓበይቲ ኣሰላልፋ ፈጢሩ ዝተኻየደ ህልቂት እዩ ነይሩ። ኣብ ሓይልታት ማእኸል ወይ ድማ ሰንትራል ፓወርስ ጀርመን፣ ሃጽያዊት ኣውስትሪያ ሃንጋሪ፣ ሃጽያዊት ኦቶማን ቡልጋርያን ዘሰለፈ ነይሩ። ሓይልታት ምሕዝነት ድማ ፈረንሳይ፣ እንግሊዝ፣ ሩስያ፣ ጣልያን፣ ሰርቢያ ካብ 1917 ጀሚሩ ድማ ኣሜሪካ ዝርከበን እዩ። እዚ ኲናት ዋላ ማእኸሉ ደኣ ኣብ ኣውሮፓ ይንበር እምበር ኩላተን ክፍለ ዓለማት ተሳቲፈናሉ እየን። ሓይሊ ሚዛን እቲ ኲናት ዋላ እኳ ኣብቲ መጀመርያ ልዕልና ሓይልታት ማእኸል እንተነበሮ ኣሜሪካ ምስ ተሓወሰት ግና መጨረሽኡ ሓይልታት ማእኸል ብዕሊ ተሳዒሮም ሕዳር 1918 ውዕሊ ኢድካ ምሃብ እንትፍረም፣ እቲ ብሰንኪ ሓደ ሰብ ኣብ ወርሒ ሰነ ሽሕን ትሽዓተ ሚእትን ዓሰርተ ኣርባዕተን ዝተወልዐ ኲናት ኣብቂዑ። ሃጺያዊ ግዝኣት ኣውስትርያ ሃንጋርን ኦቶማንን ከም ዘይነበሩ ኮይኖም፣ ሓይልታት ጀርመንን ሩስያን ድማ ዝነበረን ልዕልነት ዳርጋ ኣብቂዑ። ኣብ ትሕቲ እተን ተሰዓርቲ ሃገራት ዝነበራ ምንጪ ሲሳይ ተገዛእቲ ሃገራት እንግሊዝን ፈረንሳይን ተኸፋፊለን ገዚኤንን ኣብተን ሓያላት ሃገራት ቁጽሪ ስፍሪ ዘይብሉ ዕንወት ዝበጽሐ ኮይኑ ኣብ ማእኸላይ ኣውሮፓ ድማ ብዙሓት ሃገራት ወሊዱ እዩ። ማሕበር መንግስታት ዓለም ክምስረት ብሔራዊ ስምዒት ኣውሮፓውያን ድማ ሓፍ ዝበለሉ ግዜ ነይሩ። ስዕረት ጀርመን ዘረጋገጸ ውዕል ቨርሳይለስ ዕብለሊ ጀርመናውያን ዘብጽሖ መዘዝ ከቢድ ነይሩ። እዚ ደማዊ ኲናት ኣብ ምጉህሃር መራሕቲ ሃይማኖት ብምሉእ ዓቕሞም ደጊፎም እዮም። ዘ ኮሎምቢያ ሂስትሪ ኦፍ ዘ ወርልድ ከምዚ ይብል፣ ቃል ኣምላኽ ብሓደራ ዝሓዙ ናይቲ ኲናት ዋና መላዓልቲ እዮም። ኩሉ ሰብ ዝዘመተሉ ኲናት ብኹሉ ወገን ጽልእ ክሰፍን ገይሩ እዩ። ኣቦታት ሃይማኖት ድማ ነዳዲ ወሲኾም ኣቀጻጺሎምዎ እዮም ይብል። ሂስትሪ ኦፍ ክርስቲያኒቲ ድማ ከምዚ ይብል። ኣቕሽቲ ክርስቲያናዊ እምነቶም ካብ ብሔራዊ ስምዒት ንላዕሊ ክርኤ ይከኣሉን እዚ ንምግባር እውን ፍቓደኛታት ኣይነበሩን። መብዛሕትኦም ድማ ክርስትና ካብ ፍቕሪ ሃገር ከምዚ ይፍለ ይገልጹ ነይሮም። ጸላኢኦም ክቐትሉ ድማ የበራተትዑ ነይሮም። ይብል። መራሕቲ እቲ ኲናት ብወገኖም ኣብ ሓፂር ግዜ ክንውድኦ ኢና ይብሉ እኳ እንተነበሩ ከም ዝሓሰብዎ ግን ኣይተሳኸዐን። እኳ ደኣስ ከም ግጥም ደርሆ ተዳኺሞም ነንባዕሎም ኣብ ዝፋጠጥሉ ደረጃ በፂሖም ነይሮም። ሚልዮናት ወታደራት ዘስካሕኽሕ ጸገማት ገጢምዎም ደቂ ሰባት ክገጥሞም ካብ ዝኽእል ኣካላውን ሞራላውን ስቓይ ኣብቲ ኲናት ከም ዘጋጠመ ምሁራት ይገልጹ። ይኹን እምበር መራሕቲ ኲናት ንሰራዊቶም ናብቲ ኲናት ካብ ምዕጓድ ኣይተቖጠቡን። ሓልሓሊፉ ወታደራት ኣብ ልዕሊ ዓይኒ የብለይን ስኒ የብለይን ውሳነ ላዕለዎት ሓለፍቶም ይዕምፁ ነይሮም። ኣብቲ ኲናት ዝተሳተፉ ሚልዮናት ወታደራት ባህልን ልምድን ማሕበረሰቦም ኣብ ምብልሻው ዕዙዝ ግደ ከም ዘለዎም መጽሓፍቲ ታሪኽ ይሕብሩ። ብሓደ መንእሰይ ዝተተኮሰት ጥይት ቀዳማይ ኲናት ዓለም ወሊዳ። ኣብዚ ኲናት ልዕሊ 20 ሚልዮን ሰባት ሃሊቖም። ከባቢ 11 ሚልዮን ወታደራት፣ ከባቢ 9 ሚልዮን ድማ ሰለማውያን ሰባት ዝሃለቕሉ ደማዊ ኩናት ነይሩ። ካብዚ ልዕሊ ርብዒ ዝኾን ድማ ሰኣን መድሓኒት ብሕማም ምኽንያት ዝሓለፈ እዩ። ኢንዱስትርያላዊ ምዕባለ ኣውሮፓ ዋላ እኳ ድሕሪ ኩናት እውን ተቐጸለ፣ እቲ ኩናት ዘብጽሐሉ ሃሰያ ግና ቀሊል ኣይነበረን። ካብ ውልቀ ሰባት ጀሚሩ ክሳብ ማሕበረሰብን ሃገርን ብዙሕ ሕልምታት በሊዑ እዩ። ዓለም ብዓለም ኣናዊጹ ቁጠባ ሃደሽደሽ ክብል ማሕበራዊ ክብርታት ክወድቕ ክኢሉ እዩ። እዚ ዋላ እኳ ብድሕሪት ካልኦት ምኽንያታት እንተሃለውዎ ቀጥታዊ መልዐሊ ግና ብሰንኪ ሓንቲ ጥይት ጋብሪሎ ፕሪንሲፕ እዩ። ዓለም ሪኣቶ ዘይትፈልጥ ኩናት ዘተኣናገደት ሻዉ ንግዜ እኳ ብልዕልና ሓይልታት ምሕዝነት ዝተወድአ እንተመሰለ ዘላቒ ሰላም ከምጽእ ግን ኣይከኣለን። ብድሕሪኡ እውን ብዙሕ ከይጸንሐ ቅርሕንቲ ዝወለዶ ካልኣይ ኩናት ዓለም ኣስዒቡ ሕዚ እውን እንተኾነ ኒኩሌርን ካልኦት ናይ ጥፍኣት ኣጽዋርን ዝተዓጠቓ ሃገራት ንንባዕለን ካብ ምትሕልላው ዘላቂ ሰላም ክህሉ እዩ ኢልካ ኣፍካ መሊእኻ ምዝራብ ኣይከኣልን። ስለ ዝኾነ ንትኩሰን ዓረር ኣብ ልዕሊ መን ብዘየግድስ ሳዕቤኑ ዓለማዊ ጥፍኣት ክወልድ ስለ ዝኽእል ብኣጋ ጥንቃቐ የድሊ ትማሊ ኣብ ኣውሮፓ ስለ ዝተጀመረ ግድን ሎሚ እውን ኣብ ኣውሮፓ ክጅምር እዩ ምባል ኣይከኣልን። ሎሚ ካብ ብጂኦግራፊ ንላዕሊ ብጽልዋ ግሎባላይዜሽን ሃገራት ንንባዕለን ተኣሳሲረን እየን። ስለ ዝኾነ ኣብ ዝኾነ ኩርናዕ ዓለም ዘላ ሃብታም ትኹን ድኻ ሃገር እትገብሮ ጻሕታሪ ምንቅስቓስ መበገሲ ኣዕናዊ ኲናት ዘይምዃና እርግጸኛ ክሳብ ዘይኮነት ክትእደብ ይግባእ። ውልቀ ሰባት ከዓ ዝያዳ ልዕሊ ነብሶም ኣብ ዝኾኑ ጉዳያት ብቑሕ ስም ክነብሩ መልእኽትና እዩ። ኣብ ቀጻሊ ታሪኽ ጋብሪኤሎ ፕሪንሲፕ ክነቕርበልኩም ኢና። ንሎሚ ዝነበረና ምድላው ግን ኣብዚ ኢና ክንክምብጥ። ንቻነልና ሓደሽቲ ዝኾንኩም ድማ ሳብስክራይብ ምግባር ኣይትረስዑ። ነዚ ምድላው ዘቕረብኩልኩም ምሕረት ኣበርያ እየ። ኣብ ቀጻሊ መደብ ክሳብ ንራኸብ ሰላም ንዓኹም።